ወርቃዊ ገጻት ሕዚ ጀሚሩ ኣሎ። እዚ መደብ እዚ ኩሉ ግዜ በዚ ሰዓት እዚ ኣብ ቲቢኤስ ቲቪ ወርቃዊ ኩሉ ግዜ እትከታተልዎ ብዓይነቱ ፍሉይ መደብና እዩ። ናይ ሎማዓንቲ ምድላው መጽሓፍ ሒዘልኩም መጺኤ ዘለኹ ከኣ ኢኪጋሊ ዝበሃል ናይ ጃፓናውያን መጽሓፍ እዩ። እዚ መጽሓፍ እዚ ኸኣ ሓደ ሰብ ከመይ ብዙሕ ዓመት ክነብር ይኽእል ዝብል ናይ ጃፓን ታሪኽ ምስ ባህሊ ናይ ጃፓናውያን ተኣሳሲሩ ዝተጻሕፈ ኢኪጋሊ ዝተባህለ መጽሓፍ እዩ። ደረሲ ናይዚ መጽሓፍ ከኣ ሂተቾ ሂተኮር ግራሲያን እና ፍራንሲስ ተባሂሎም ይፍለጡ። እዚ ከኣ ኢንተርናሽናሊ እንዳተሸጠ ዝርከብ እንዳተነበበ እውን ዘሎ ክልተ ሚእትን ቴስዓን ኣርባዕተን ገጽ ዝሓዘ መጽሓፍ እዩ። እዚ መጽሓፍ እዚ ክሳዕ ሕዚ ክሳዕ ሸውዓተ ሚልዮን ኮፕታት ተሸይጦ ኣሎ። ብሰብዓ ቋንቋታት ከኣ ተተርጒሙ ማለት እዩ። እዚ ናይ ህይወት ጃፓናውያን ከመይ ነዊሕ ዕድመ ይነብሩ ኢሉ ዝጅምር ናይ ዓለምና ፍሉይ መጽሓፍ እዩ። እዚ መጽሓፍ እዚ ኢኪጋሊ እንታይ ማለት እዩ እንድሕር ኢልና ትርጉም ዘለዎ ህይወት ማለት እዩ። ንኽትነብር ትርጉም ምሃብ ማለት እዩ። ዘ ሪዚን ፎር ሊቪንግ ማለት እዩ። እዚ መጽሓፍ እዚ ኣብቲ ናይ መጀመርያ ፔጁ እንታይ ኢሉ ይጅምር ብናይ ጃፓናውያን ኣበሃህላ ማለት እዩ ንጡፍ ኴንካ ምንባር ጥራሕ ሚእቲ ዓመት ክትነብር ትኽእል ኢኻ ይብሉ ጃፓናውያን ባዕሎም ብኣበሃህልኦም ማለት እዩ። ኢኪጋሊ ምስጢራዊ መሪሕ እዩ እዚ ኸኣ ሕጉስ ኰንካ ንዓመታት ልዕሊ ሚእቲ ዓመት ከመይ ኢልካ ትነብር ዝብል እዩ ናይ ጃፓናውያን ብ ከም ህዝቢ ማለት እዩ ብዙሕ ዓመት ዝነብሩ ህዝቢ እዮም እዚ ከዓ ኢኪጋሊ ዝበሃል ጥበብ ስለ ዝክተሉ እዩ ማለት እዩ እዚ ከዓ እንታይ ማለት እዩ ንሂወት ትርጉም ምሃብ ማለት እትነብረሉ ዕላማ ክህልወካ እነ እንተሎ ንሂወት እትሁባ ትርጉም እዩ እዚ ንኽነብሩ ዝገብሮም ማለት እዩ እዚ ኸዓ ንልዕሊ ሚእቲ ዓመት ንኽነብሩ ይሕግዞም ማለት እዩ ሰንተርያንስ ተባሂሎም ከዓ ይፅውዑ ማለት እዩ ጃፓናውያን ልዕሊ ሚእቲ ዓመት ሕጉሳት ኮይኖም ንኽነብሩ እንታይ እንታይ እዮም ዝጥቀሙ ዝብል ኣብዚ መፅሓፍ ኢኪጋሊ ብዝርዝር ኣሎ ማለት እዩ እቶም ዋና ዋና ግን ኽጠቕሰልኩም እየ ማለት እዩ እቶም ህዝቢ ኣኪናዋ ዝተባህሉ እንትትኾኑ ኣብ ዝተወሰኑ ከባቢ ናይ ጃፓን ዝነብሩ እዮም። እዞም ህዝብታት ከዓ እዚኦም ፓሽን ናይ መስዋዕትነት ወይ ፃዕሪ ሚሽን እውን ኣለዎም። ቫኬሽን እውን ይፈትዉ እዮም። ካብኡ ከዓ ፕሮፌሽናልስ እዮም። ዝኾነ ሞያ ኣለዎም ማለት እዩ። እንታይ ከም ዘፍቅሩ፣ እንታይ ከም ዝደልዩ፣ እንታይ ዓይነት መስዋእቲ ከም ዝኸፍሉ፣ ኣብ ምንታይ ከዓ ንፉዓት ከም ዝኾኑ ከዓ ኣጸቢቖም ይፈልጡ ማለት እዩ። እዚ ሓደ ኢኪጋሊ እዩ ማለት እዩ፣ ትርጉም ናይ ህይወቶም። ንጃፓናውያን ኣካላዊ፣ ኣእምሮኣውን መንፈሳውን ጥዕና ዝፈጥረሎም ሓደ ኢኪጋሊ እዚ ብሰለስቲኦም ይግለጽ ማለት እዩ። ኣብቲ ኣኪዋና ተባሂሉ ዝፍለጥ ከባቢ እንደገና ንዕኡ ነዞም ህዝቢ እዚኦም ሓዊስካ እንደገና ልዕሊ ሓሙሽተ ዝኾኑ ብሉ ዞንስ ዝበሃሉ ኣብ ዓለምና ብዕድመ ልዕሊ ሚእቲ ዓመት ዝነብሩ ህዝብታት ኣለዉ ማለት እዩ እንካብኣቶም ሓደ ቶም ኢክሂዋና እዮም ቶም ናይ ጃፓን ማለት እዩ ሰርዲና ከዓ ኣብ ኣብ ጣልያን ሎማንዲና ከዓ ኣብ ካሊፎርኒያ ኣለዉ ኒኮያ ፔንሱላ ከዓ ኣብ ካዛ ኮስተሪክ ዝነብሩ ህዝብታት እዮም ኢካያ ከዓ ኣብ ግሪክ ዝነብሩ ህዝብታት እዞም ሓሙሽተ ሰማያዊ ዞንስ ወይ ድማ ፋይፍ ብሉ ዞንስ ተባሂሎም ዝፍለጡ ህዝብታት ልዕሊ ሚእቲ ዓመት ናይ ምንባር ተኽእለን ጥበብን ኣለዎም። ካብኡ ቀፂሉ እንደገና ሃራ ባሃ ቡቺ ቡ ዝበሃል ከዓ እንታይ እዩ ምግቢ ትሕቲ ሰመንያ ፐርሰንት ከብድኻ ክትመልእ ከም ዘለካ ማለት እዩ። እዚ እንታይ እዩ ከም ሕጊ ገይሮም ይጥቀሙሉ ማለት እዩ ፉል እዩ። ዩር ቤሊ ቱ ኤይቲ ፐርሰንት ጥራሕ ከብድኻ ክመልእ ከም ዘለዎ፣ ካብ ሰመንያ ፐርሰንት ንላዕሊ ምብላዕ ግን ንጥዕናኻን ንዕድሜኻን ከም ዘሕጽር ሓደ ናይ ጃፐናውያን ባህሊ እዩ ማለት እዩ። እቲ ቀጺሉ እንደገና እንታይ እዩ ኢት ለስ ሊቭ ሎንግ ንእሽተይ በሊዕኻ ብዙሕ ምንባር ዝብል መሪሕ ከኣ ይጥቀሙ ማለት እዩ። ስለዚ ኣመጋግባ፣ ምትሕግጋዝ፣ ምሕዝነት ኮም እዚኣቶም ኩሎም ተደሚሮም እንደገና ኢኪጋሊ ንኽትክተል ይገብሩኻ ማለት እዩ። ካብኡ እንደገና ካብ ናይ ካብ ናይ ቴክኖሎጂ ውፅኢታት እውን ዝረሓቑ እዮም ማለት እዩ። ምስ ናይ ቴክኖሎጂ ብዝነጎዶ ኣይነጉዱን እዞም ጃፓናውያን ማለት እዩ። ውጥረት እንደገና ስትረስ ከዓ ካብቶም ፀረ እኪጋሊ ወይ ድማ ዕድሜኻ ካብ ዘሕፅሩ ኩነታት ከምዝኾነ ማለት እዩ። ካብኡ እንደገና ኣብ ናይ ከተማን ናይ ገጠርን ኣነባብራ እውን ኣብዚ ኣብ ግምት የእቱ ማለት እዩ። እዞም ኬቭ ድዌለርስ ዝበሃሉ እንታይ እዮም? ካብቲ ከተማነት ወፂኦምስ ኣብ ገጠር ብሕትው ኢሎም ራህዋ ኣብ ዝዘለዎ፣ ቅሳነት ኣብ ዘለዎ፣ ንጹህ ኣየር ኣብ ዘለዎ ዝነብሩ እዮም ማለት እዩ። እቲ ናይቲ ሞደርን ላይፍ ወይ ድማ ሞደርን ሂማን ላይፍ ግን ምስ ቴክኖሎጂ ዝተኣሳሰሮ እዩ። እንደ ኸዓ እንደገና ኩሉ ግዜ ኦንላይን እዮም። ኩሉ ኩሉ ግዜ ግና ምስ ቴክኖሎጂን ምስ ስማርት ፎንን ዝተተሓዘ ህይወት ኣለዎም። እዚ ኸዓ ንኢኪጋሊ ከየሳኽዑ ንዕድሚኦም ንክሓጽር ንክሞቱ ይደፋፍእ ይደፋፈኣና ማለት እዩ ከም ሰባት ማለት እዩ። ሰደንታሪ ህይወት እንደገና እዚ ኮፍ ኢልካ ዝስራሕ ህይወት እንደገና ንጸቕጢ ደምን ንካልኦት ተዛመድቲ ሕማማትን ከም ዘቃልዕ ማለት እዩ። እዚ እውን ብዙሕ ዓመት ንኸይትነብር ይጋርደካ ማለት እዩ። ኩሉ ግዜ ምንቅስቓስ ከዓ ናይ ባህሊ ጃፓናውያን እዩ ማለት ኩሉ ግዜ ብእግሮም እዮም ዝንቀሳቐሱ ዋላ ፎቕ ንኽድዩ ንኽድዩ ናብ ፎቕ ናብ ዝኾነ ክሓኽሩ እንተለዉ እውን ኢሊቨተር ወይ ድማ እዚ መደየቢ ኣይጥቀሙን ማለት እዩ። ወክት ወርክ እዮም ዝብሉ ናብ ክትሰርሕ እንተለካ ወክ እናገበርካ ክኢድ እዚ ከዓ ዕስራ ደቂቃ ክተሳክዖ ትኽእል ማለት እኹል ድቃስ ከዓ እዚ ሓደ ናይ ጃፓናውያን ናይቲ ኢኪጋሊ መሳክዒ ማለት እዩ እኹል ድቃስ እንተረኪቦም ከዓ ቆርበቶም ኩሉ ግዜ ፍረሽ ንክኸውን ንከይሽምረርን ኩሉ ግዜ ከኣ መንጸባረቒ ግሎው ንኽገብር ይሕግዞም ማለት እዩ። እዚ እዩ ሓደ ናይ ጃፓናውያን ባህሊ ማለት እዩ። ካብኡ እንደገና ሌጎ ቶራፒ ዝበሃል ከኣ ኣሎ። ቱ ኢኪጋለ ከኣ እንደገና ሌጎ ቴራፒ ማለት ከኣ እንታይ ሚኒንግ ኦፍ ላይፍ እዚ እውን ማለት እዩ። እዚ እንደገና ቪክቶር ፍራንክል ኣብ ዝጸሓፎ ናይ ኣብ ኣሽዊትዝ ኣብ ናይ ጀርመን መዓስከር ኣብ ዝነበረሉ ንባዕሉ ማንስ ኢዝ ሰርቺንግ ፎር ሚኒንግ ዝብል መጽሓፍ ከም ዝጸሓፈ ይፍለጥ እዩ። ኣብዚ መደብ እዚ እውን ኣቕሪበዮ ነይረ ማለት እዩ። ኣብዚ ዘሎ ህይወት እንደገና እንታይ እዩ ሌጎ ቴራፒ ከዓ ሚኒንግ ኦፍ ላይፍ ኣብቲ መዓስከረፍቲ ሕማቕ ዝኾነ መዕጎሪ ካምፒ ሰባት ክይሞቱ ነይሮም ብጣዕሚ ይሞቱ እዚ ከዓ እንታይ እዩ ሓደ እቲ ዝቐትሎም ዝነበረ ከዓ ሓደ እቲ ስቃይ ከም ዘለዎ ኮይኑ ግን ከዓ እቲ ተስፋ ምቑራጽ ንህይወቶም ትርጉም ዘይምሃቦም ማለት እዩ። ስለዚ ሌጎተራፒ ማለት ናይ ዶክተር ፍራንክል ናይ መጀመርያ ናይ ሕክምና ውጽኢቱ ኮይኑ እዚ ከዓ ምስ ኢኪጋሊ ምስ ትርጉም ዘለዎ ህይወት ናይ ጃፓናውያን ይተኣሳሰር ማለት እዩ። ብዛዕባ ሌጎተ ቴራፒ እንድሕር ኣልዒልና እንታይ ማለት እዩ እንድሕር ኢልና ሓደ ሰብ እንድሕር ሓሚሙ ወይ ድማ ናይ ኣእምሮ ጸገም እንድሕር ሃልይዎ ናብቲ ሓኪም ወይ ድማ ናብቲ ቴራፒስት ኸይዱ ምዝራብ ጥራሕ እዩ እቲ ዘሎ ዝስምዖነ እቲ ዝስምዖ ከቢድ ስምዒት ወይ ድማ ከቢድ ክዛረቦ ዝግብኦ ነቲ ሓኪሙ ምዝራብ ማለት እዩ እዚ ብምዝራብ ወይ ድማ ሓሳብካ ብምግላፅ ይግለፅ ማለት እዩ እዚ ሓደ ናይ ሕክምና ናይ ምፍዋስ መስርሕ እዩ ማለት እዩ ሳይኮ ኣናሊሲስ እንተልና ግን ዝርዝር እዩ ሓደ ሕሙም ኣብ ዓራት ደቂሱስ ነቲ ሓካሚኡ ወይ ከዓ ነቲ ኣሰልጣኒኡ ክብሎ ዝኽእል ከቢድ ነገር ምዝራብ ማለት እዩ። ምዝራብ ምድማፅ ኣብቲ ምድማፅ ኢልና ኣለና ኣብዚ ከዓ ምዝራብ እዩ። እንታይ ማለት እዩ እዚ ተዛሪብካስ ናብ መፍትሒ ናብ ኣናሊስስ ምኻድ ማለት እዩ። ሰባት ንምንታይ እዮም ዘይሞቱ ወይ ከዓ ንምንታይ ሰባት ዓርሶም ዘየጥፍኡ እንድሕር ኢልና ዶክተር ፍራንክ ለውዚ እንታይ ይብለና ማለት እዩ ንክነብሩ ምክንያት ስለ ዘለዎም እዩ እዩ ዝብለና ማለት እዩ እዚ እውን ኣብቲ ኣሽዊትስ ብከምኡ ገይሮም ኣብኡ ክንወፅእ ኢና ተስፋ ኣለና ፅባሕ ንግሆ እስራኤል ክንምስርት ኢና እስራኤል እትበሃል ዓባይ ሃገር ክንምስርት ኢና ዝብል ተስፋ ወይ ድማ እዙይ ናይ እግዚኣብሄር መቕፃዕቲ እዩ እግዚኣብሄር ዋጋና ክህበና እዩ ፅቡቕ ዝኾነ ነገር ሰናይ ክፈድየና ኢሎም ስለ ዝሓሰቡ እዮም ካብቲ እሱር ቤት ብህይወቶም ክሳዕ ጀርመን እትሰዓር ዝጸንሑሉ ማለት እዩ። እቶም ንህይወቶም ትርጉም ዝሰኣኑላ ግን ብቐሊሉ ሞይቶም ማለት እዩ። ገለ ገሊኦም ከኣ ናብቲ ኤለትሪክ ሽቦ ብጭንቀት ኣብኡ ሒዞም ባዕሎም ይሞቱ ነይሮም ማለት እዩ። ስለዚ ምስ እቲ ናይ ኢኪጋለ ናይ ጃፓናውያን ሕዚ ዘቕርበልኩም ዘለኹ ህይወት ይተሓሓዝ ማለት እዩ። ስለዚ ብመጽናዕቲ ሰመንያ ፐርሰንት ደቂ ሰባት ናይ ምንባር ትርጉም ኣለዎም። ብመጽናዕቲ ካብ ዝተረጋገጸ ማለት እዩ። ሓደ ሰብ ንክነብር ንክንያት ይደሊ ስለዚ ሰመንያ ፐርሰንት ደቂ ሰባት ከዓ እንደገና ንክንያት ከምዝደልዩ ስሳ ፐርሰንት ከዓ ክሞትሉ ዝደልዩ ዕላማ ኣለዎም ይብለና ኣብዚ መፅሓፍ ማለት እዩ ደረጃታት ሌጎ ቴራፒ እንድሕሪና እንታይ እዮም ሌጎ ቴራፒ እንታይ ማለት እዩ እንድሕሪና ደረጃ ኣለዎ ሓደ ሰብ ባዶነት ይስምዖ ተስፋ ይቆርፅን ይቁጣዕን ንበል ቀፂሉ እንደገና እቲ ቴራፒስት ህይወቱ ትርጉም ትርጉምን ሃንቀውታን ንክህልዎ ይገብሮ። እዚ እቲ ካልኣይ ማለት እዩ። እቲ ሳልሳይ እንደገና እቲ ሕሙም ወይ ከዓ እቲ ፔሸንት ህይወቱ ንክረክብን ኣብ ውስን ነጥቢ ንከትኩርን ይግበር ማለት እዩ። እቲ ራብዓይ እንደገና ኣብዛ ስምዒት እዚኣ ኮይኑ እንደገና ነታ ትርጉም ዝረኸባ ወይ ይቕበላ ወይ ድማ ይነጽጋ ማለት እዩ። እታ ናይ መጨረሻ እንደገና እታ ስምዒት ንሳ ተመሲጡ ነቶም ዘለዉ ማሕለኻታት ሓሊፉ ነቶም ጸበባታት ሰጊሩ ትርጉም ይህብ ማለት እዩ። ሕዚ ሓደ ናይ ህይወት ትርጉም ሌጎቴራፒ እንብሎ ሓደ እዚ እዩ ማለት እዩ። ስለዚ ዶክተር ፍራንክል ኣብቲ ኣሽዊትዝ እዚ እዩ ኣጽኒዑ ምስ ሞይኡ ስለ ዝተኣሳሰር ዝነበረ ማለት እዩ። ዶክተር ፍራንክል እዚ እንታይ ይብለና? እቲ ናይ መወዳእታ ናይ ሰባት ናጽነት ኣብ ዝኾነ ይኹን ኩነታት ይሃሉ ናይ ባዕሉ ኣረኣእያን ምልከታን ናይ ባዕሉ መገድን ክመርጽ ምኽኣሉ እዩ። ኣብ ዝኾነ ኩነታት ይኹን ሰብ ናይ ባዕሉ ምልከታን ኣተሓሳስባን ክመርጽ፣ ክኽተል፣ ይኽእል ኣብ ኩነታት ዘይተመጽረተ ማለት እዩ። ምስቲ ኩነታት እንተይኮነ ናይ ባዕሉ ሒዙ ክነብር ከም ዝኽእል ማለት እዩ። እዙይ እንካበና ሳይኮ ኣናሊስስ ንድሕሪት ተመሊሱ ህይወት ዝምርምር እዩ። ንድሕሪት ተመሊሱ ዝትንትኑ እንትትከውን ሌጎ ቴራፒ ከዓ ፎር ዘ ፉቸር እዩ ልኩስ ፎር ዘ ፉቸር እዚ ከዓ ስፕሪቹዋል እዩ መንፈሳውነት እዩ እቲ ኣናሊሲስ ኣለዎ እቲ ከዓ ተስፋን መንፈሳውነትን ኣለዎ ማለት እዩ ስለዚ እዚ ሓደ ናይቲ ዶክተር ፍራንክል ኣብቲ ኢኪጋሊ ዝተጠቐሰሉ ሓደ እዩ ማለት እዩ ሓንቲ ኣዶ እንደገና ወዳ ዓሰርተ ሓደ ዓመት ወዳ ይሞታ እሞ እቲ ሓደ ወዳን ንሳን ጥራሕ ይተርፉ ማለት እዩ። ስለዚ ሓሪቓ ንዓርሳን ንወዳ እንደገና ክተጥፍእ ትጽዕር ማለት እዩ። ስለዚ እዚ ምስ ምስ ተፈጠረ እንደገና ዶክተር ፍራንክል የማኸራ ማለት እዩ። ምስ ኣማኸራ እንታይ ኢልዋ ንስኺ ትርጉም ኮለኪ ኢልዋ መጀመርያ እንታይ ኢልዋ እስቲ ንስኺ ከምዚ ኣብ ናይ ሞት ዓራት ከምዝደቀስክን ከምዘይወለድክን ከዓ እንደገና ሃፍታም ኢኺ ግን ከዓ ምንም ኣይወለድክ ዝኾነ ነገር ዘይረኣኺ ግን ከዓ ኣብ ናይ ዲዝ ቤድ ወይ ድማ ኣብቲ ናይ ሞት ኣልጋ ደቂስኪ እናሃለኺ ንባዕልኺ ሕሰቢ ኢሉ ሓቲትዋ። ምስ ሓተታ እንደገና ተመሊሳ ንሳ ለካ እዚኣ ካብዚ ዝወጸት እያ ካብዚ ስቃይ እዚ ኣብኡ የላን ግን ንህይወት ትርጉም ስለ ዘይሃበት ጸኒዓ ዶክተር ፍራንክል ግን ትርጉም ንክህልዋ ንክህልዎ ጌርዋ ናታ ህይወት ማለት ስለዚ ካብቲ ዓርሰ ቅትለት ተገላጊላ ይብሎ ኣብዚ መጽሓፍ ማለት እዩ ጊሪፍ ዘስራይከን ዶክተር እውን ኣላ ሓደ እዚ ከዓ እንታይ እዩ ብ ብጣዕሚ ብጓሂ ዝተሳቐየ እዩ እዚ ዶ እዚ እዚ ዶክተር እዚ በዓልቲ ቤቱ ትመውት እሞ እዚ እውን ሓ- ከምኡ ዓይነት ስም ስ- እ፣ ስምዒት ይስምዖ ማለት እዩ ተስፋ ናይ ምቑራፅ እ፣ ዓርሱ ከ- ከጥፍእ እውን ይፍትን ማለት እዩ ኣብቲ መጨረሻ እንደገና ዶክተር ፍራንክ እንታይ ይብሎ እዚ እስቲ ንባዕልኻ እኮ ንሳ እንተ ትተርፍ ነይራ እሞ ንስኻ እንተ ትሞት እኮ ንሳ እያ ክትሳቐ ነይራ እታ እትፈትዋ በዓቲ ገዛኻ እያ ክትሳቐ ነይራ እዚ ኩሉ ብሕታውነት እዚ ኩሉ ሕርቃን ጓይ ኣብ ርእሳ እዩ ነይሩ ስለዚ ግን ንስኻ እኮ ተኪእኻያ ኢኻ ያው ንስኻ ኣለኽ ንሳ ግን ሞይታ እያ ኣብ ዕርፍቲ እያ ዘላ ስለዚ እዚ ኢሉ ምስ ተዛረቦ እንደገና እቲ ዶክተር እንደገና ንህይወቱ ትርጉም ሂቡ ካብ ዓርሰ ቅትለቱ ተገላጊሉ ማለት እዩ እዚ ሓደ ናይቲ መፅሓፍ ኮንተንት እዩ ማለት እዩ ኣብ ጃፓናውያን እንደገና እንታይ እኒ ሞሪታ ቴራፒ ዝበሃል ከዓ ኣሎ ሞሪታ ቴራፒ ከኣ እንታይ እዩ እዚ እውን ናይ ጃፓናውያን እዩ እዚ ከኣ እንደገና ሓደ ዝጥቀምሉ ናይ ባህሊ ጃፓን እዩ ማለት እዩ እዚ ከኣ እንታይ ይገልጽ እንድሕር ኢልና ንናይ ጃፓናውያን ኣብ ምዕራብ ዓለም እንድሕር ኢልና ህይወት ተቆጻጽራ እዩ ዝብል ናይ ምዕራብ ፍልስፍና ማለት እዩ ቶኽ በቃ ንኹሉ ነገር ኮንትሮል ግበር እዩ ዝብል ኣብ ጃፓናውያን ወይ ከዓ ኣብ ምብራቕ ከዓ እንታይ እዮም ዝብሉ ተቐበሎ ኣክሴፕት ጉበሮ እዮም ዝብል ስለዚ ማሪታ ቴራፒ ማለት ምቕባል እቲ ዘሎ ኩነታት እቲ ዘሎ ስምዒት ኢሞሽናል ፊሊንግ ኣክሴፕት ምግባር ማለት እዩ እንተዘይኮይኑ ግን ጓሂ ሕርቃን ቁጥዐ ትፈጥር ማለት እዩ ንኣብነት ዝተኣሰረት ኣድጊ እንድሕር ሃልያ ንኣብነት ፋሕጠርጠር እንድሕ ኢላ ካብቲ ዝተኣሰረቶ ክትገላገል ብባዕላ ክትፍታሕ እንድሕ ኢላ እሞ እንድሕር ትእዘር ኮይና ብዝበለጸ እያ ኣብኡ እንዳተሸንከረት ኣብኡ እንዳተሸንከረት ትኸይድ ስለጅዚ ጃፓናውያን ኣከምዚ ኣይሓሱማ እንታይ ደኣ ዘሎ ኹነታት ኣክሴፕት ይገብሩ ማለት እዩ መሰረታዊ ናይ ሞሪታ ሕክምና ኣክሴፕት ዘ ፊሊንግ እዩ ታውን ግና ፎከስ ኦን ፕረዘንት ኣብቲ ሕዚ ዘሎ ምትኳር ማለት እዩ። እቲ ሳልሳይ እንደገና ህይወት ኣልሽካ ምንባር ኣብ ውሽጥኻ ዘሎ ህይወት ምእላሽ ማለት እዩ። ስለዚ ብኸመይስ ስራሕን ናፃ ግዜን ናብ ህዋህ ወይ ከዓ ናብ ፅቡቕ ዕብየት ይቕየር ከዓ ይብለና ኣብዚ መፅሓፍ ማለት እዩ። እዚ እንታይ ማለት እዩ? ንሕና እንደጋግሞ ነገር ኢና እንኸውን እንገብሮ ጥራሕ እንተይኮነስ ልምዲ እውን እዩ ከኣ ይብለና ኣብዚ ኣርስቶትል ማለት እዩ። እዙይ እንታይ ማለት እዩ? ዋሕዚ ማለት እዩ። ዋሕዚ እንታይ እዩ? ምስ ኣብ ዝኾነ ነገር ኣትኲርካ ኣብ ጽባሕን ካብ ጽባሕን ካብ ትማልን ተገላጊልካ ኣብ ሎማዓንቲ ምትኳር ኣብ ታሕቲ ዘላ ህሞት ወይ ድማ ሞመንት ምትኳር ማለት እዩ ዋሕዚ እንብሎ ማለት እዩ። እዚ እውን ሓደ ኢኪጋሊ ማለት ኢኪጋሊ ኣብ ሕዚ ምትኳር ይሓትት ምክንያቱ ኣብ ሕዚ እንድሕር ኣትኲርና ህይወትና ትርጉም ይህልዎ ማለት እዩ ኢኪጋሊ ዝብል መፅሓፍ እየ ዘዳልወልኩም ዘለኹ ማለት እዩ ኣንነትካ ይሓቅቕ ኣካል ናይቲ ሕዚ እትሰርሖ ዘለኻ እውን ትኸውን ናይቲ ሕዚ እትሰርሖ ዘለኻ ኣብ ዝኾነ ስፍራ ሃሉ፣ ኣካል ናይቲ እትሰርሖ ዘለኻ እንድሕር ኮይንካ ፍለው ወይ ድማ ዋሓዚ ይበሃል ማለት እዩ። ከይተረበሽካ፣ ዲስተርብ ከይኮንካ ምቕጻል ማለት እዩ። ቡርስ ለውዚ እንታይ እዩ ዝብለና ዝዓርከይ ኢሉ ይጅምር እሞ ከም ማይ ኩን እዩ ዝብል። ከም ማይ ፍለው ግበር ማለቱ እዩ። ስለዚ ሓይል ዋሕዚ ታሓጓስ ዕግበትና ፈጠራና ንኽምዕብል ይገብረና ልማት እዩ። እዚ ሓደ ኢኪጋሊ እዩ ማለት ዋሕዚ ንክህልወና ድማ ቅድሚ ምድቃስናን ድሕሪ ምድቃስናን ንሓደ ሰዓታት ዝኣክል ካብ ናይ ሞባይል እስክሪን ናፃ ክንኮን ኣለና። ቅድሚ ምድቃስና ሓደ ሰዓት ካብ ምድቃስና ምስ ተላዓልና ንጎሆ እውን ሓደ ሰዓት ክነዕርፍ ኣለና ካብ ዝኾነ ናይ ቴክኖሎጂ ነክ ማለት እዩ ብዝበለፀ ከዓ ካብ ሞባይልና ማለት እዩ ስለዚ እዚ ሓደ እንታይ እዩ ሐ- እቲ ካልኣይ እንደገና እንታይ እዩ ኤደ ኦፍ ቴክኖሎጂካል ፋስቲንግ ሓደ ሓደ ግዜ እውን ካብ ቴክኖሎጂ ሙፃም ካብቲ ዝ- ካብ- ኣብዚ ዘሎ ኩሉ ናይ ቴክኖሎጂ ውፅኢታት ምግላስ ካብ- እ፣ ካብኡ እንደገና ዋይፋይ ናብ ዘ- ናብ ዘይብሉ ስፍራ ምኻድ እንደገና ቢዚ ዘይ- ዘይምዃን ማለት እዩ ስለዚ እስቴም እ፣ ስቴቨን ጆብስ እዚ መስራታይ ናይ ኣፕል ካምፓኒ ማለት እዩ ቅድሚ እቲ ድርጅቱ ምምዕባሉ ናብ ጃፓን እዩ ተንቀሳቒሱ ነይሩ ናብቲ ናይ ጃፓናውያን ባህሊ ርእዎ ማለት እዩ ክንደናይ ቀሊልን ኣካይደ እዚ ፍለው ከምዘለዎን ተገንዚቡ ቀለልቲ ስራሕቲ ከመይ ከምዘስርሑ ማለት እዩ። ብዝበለፀ ከዓ ኣብ ናይ ሸኽላ ስራሕቲ ብከመይ ይሰርሑ ከምዝነበሩ ተገንዚቡ ማለት እዩ። ቴክኖሎጂን ተፈጥሮን ኣወሃሂዶም ከመይ ከም ዝሰርሑ ምስ ተገንዘበ ንሱ እውን ከዓ ሓደ እቲ ፍሎው እንብሎ ዘለና ናይ ዋሕዚ ኣብ ሞያ ኣብ ዝኾነ ነገር ምምሳጥ ካብኦም ተማሂሩ ማለት እዩ ስቴቨን ጆፕስ ማለት እዩ ካብኡ እንደገና ማይክሮፍሎው ዝበሃል ኣሎ ኣናእሽተይ ዋሕዝታት እውን ኣለዉ ኣብ ገዛና እንገብሮ ማለት እዩ ንኣብነት ቢልጌትስ ኣብዚ ይብል ኣብዚ ቢልጌትስ ናይ ገዛ ኣቑሑ ይሓፅብ ኢሉ ከም ንኣብነት ኣቕሪብዎ ኣሎ እዚ እንደገና ክሓፅብ እንተለጉና ሪላክስ ይኾነሎ ማለት እዩ ካብኡ እንደገና ክሊር ማይንድ ይውንን ማለት እዩ። ስለዚ ፍሎው ክህሉ ኣለዎ ዝኾነ ምንቅስቃስ ቢዚ ሙኻን ቢዚ ሙኻን ማለት ፍሎው ክሓሊኻ ምኽታል ማለት እዩ። ካብኡ እንደገና ሪቹዋሊቲ እዩ እንደገና ሂማን ሪቹዋሊቲ ከዓ እንታይ ማለት እዩ? ኣብ ልምድታት ቢዚ ምዃን ኣብ ስራሕትኻ ኣብ ባህልኻ ቦቶም ኣብ እሴትካስ ቢዚ ምዃን ማለት እዩ። ሰብ ከዓ ናይ ልምዲ ውፅኢ ስለ ዝኾነ ማለት እዩ። ስለዚ ዋሕዚ ማለት ሚስጥር እዩ። እዚ እውን ቀስ ብቀስ ክምዕብል ዝኽእል ማለት እዩ ካብቶም ነዊሕ ዕድመ ዝነብሩ እንደገና ሓደ ሚሶዋ ዝተባለ ኣኮዋ ሚእትን ዓሰርተ ሸውዓተን ዓመት ዝነበረ ሓደ ጃፓናዊ እንታይ እዩ ለውዚ ብላዕ ደቅስ ካብኡ ንነዊሕ ዕድመ ትነብር ኢኻ፣ ከመይ ከም እትዝናነ ግን ክትመሃር ኣለካ ይብል። ሓደ ሓደ እንደገና ማርያ ዝተባህለ ኸኣ እንደገና ኣብ ህይወተይ ስጋ በሊዐ ኣይፈልጥን ይብል ማለት እዩ። እቲ ዋርተር ቤርሚንግ ዝተባህለ ኸኣ ሚእትን ዓሰርተ ኣርባዕተን ዓመት ዕድመ ዘለዎ ሰብኣይ ኸኣ ኣእምሮኻን ኣካልካን ቢዚ እንተኾይኑ ብዙሕ ነዊሕ ዓመት ተነብር ኢኻ ስለዚ ምምሃር ኣይተቋርጽ ከኣ ይብል እዚኣቶም ሓደ እቲ ናቶም ምስጢር ናይ ኢኪጋሊ እዩ ማለት እዩ ስለዚ ኢኪጋሊ ማለት እትሰርሖ እትፈትዎ ተስፋ እትገብረሉ ነገር ምቕማጥ ማለት እዩ ምክንያቱ ተስፋ እንድሕር ሃልዩ ህይወትካ ዕላማ ኣለዋ ወይ ዕላማ ኣለኒ እንድሕር ኢልካ ናይ ምንባርካ ሓደ ትርጉም ይኸውን ማለት እዩ። ሰብ ከዓ ዕላማ እንድሕር ሃልይዎ ሕጉስ ይኸውን። ዕላማ ኣለኒ ስለ ዝብል ተስፋ ስለ ዘሎ ዘትኩረሉ ነገር ስለ ዘለዎ ብዙሕ ዓመት ይነብር ማለት እዩ። ዕላማ የብለይን እንድሕር እንድሕር ኢሉ ግን ዕድሚኡ ይሓጽር ማለት እዩ። ኣብ ክዋን ሐዚ ኣብቲ ናይ ጃፓናውያን ዝነብሩ እዮም እዞም ህዝቢ እነውግዐሎም ዘለና ግን ከዓ ባህሊ ናይ ጃፓን እዩ ብዝበለፀ እዞም ህዝቢ እዚኦም ኣብ ካልኣይ ኩናት ዓለም ብጣዕሚ ተጎዲኦም ነይሮም እዮም ኣብ ካልኣይ ኩናት ዓለም ማለት ካብ 1940 ክሳዕ ሽሕን ትሽዓተ ሚእትን ሓምሳን ዓመተ ምህረት ብጣዕሚ ዕድሚኦም ቀኒሱ ነይሩ ግን ከዓ ሚራክል ዳይት ዝበሃል ዓይነት ኣመጋግባ በቃ ተኣምረኛታት ዝኾኑ ኣመጋግባን ናይ ምግቢ ስታይልን ብምኽታል ግን ናብቱ ናይ ቀደም ባህሎም ተመሊሶም ማለት እዩ ኣብ ከባቢኦም ክሳዕ ክልተ ሚእትን ሽዱሽተን ዝኾኑ ከባቢያዊ ምግብታት ከዓ ይጥቀሙ እዚኦም እንታይ እዮም እቶም ኣብኡ ዘሎ ምንም ምስ ቴክኖሎጂ ምስ ፋብሪካ ዘይተኣሳሰር እቲ ኦርጋኒክ ምግቢ ማለት እዩ ዝተፈላለዩ ኣከላዊ ምንቅስቃስ እውን የካይዱ እዮም ጃፓናውያን ካብ ሜዲቴሽን ካብ ምምሳጥ ጀሚሩ ጁዶ ዮጋ ፍሌክሲቢሊቲ እዚኦም ኩሎም ኣብ ጃፓናውያን ብዝበለፀ ከዓ ኣብ ጃፓን ኣብ ቻይና ኣብ ኮሪያ እውን ብዝበለፀ እዚ እዮም ዝጥቀሙ ማለት እዩ ስለዚ ኣካላዊ ምንቅስቃስ እውን ሓደ ናይቲ ኢኪጋይ እዩ ማለት እዩ። እዚ እንታይ ማለት እዩ? ኢኪጋይ እንድሕር ኢልና ብዕድመ ምውሳኽ ሕጉስ ኮንካ ምንባር ማለት እዩ። ስለዚ ንሳላሳ ደቂቃ ኮፍ ምባል ቴስዓ ፐርሰንት ናይ ናይ ሜታቦሊዝም ናይ ምንቅስቃስ ናይ ሰውነትና ስርዓት ይቋረጽ እዩ ዝብሎ እዚ ስለዚ ምንቅስቃስ ከም ዘድሊ ማለት እዩ። ስለዚ ሪሳይለንስ እውን ኣሎ ሪሳይለንት እውን ኣሎ እዚ ማለት ካብ ህንፀት ወፂእኻ ትኩር ምዃን ወይ ከዓ ተመላሲ ምዃን ወይ ከዓ ቀዋሚ ርጉዕ ኮንካ ምቕፃል ማለት እዩ። ዋቢ ሳቢ ዝበሃሉ መሪሑ ከዓ ኣለዎም ጃፓናውያን። እዙይ እንታይ ማለት እዩ? እዙይ ናይ ጃፓናውያን ፅንስ ሓሳብ እንትትኸውን ቅፅበታዊ ተቀያያሪ ዘይፍፁምነት ምዃን እዩ። እዙይ እንደገና ነገራት ኣበር ከም ዘለዎምን ሙላኣት ከም ዘይኮንን ምእማን ማለት እዩ። በዙይ እንድሕር ኣሚንካ ንህይወትካ ትርጉም ትህብ ኣለኻ ማለት እዩ። ስለዚ ፍጹምነት ኣይትጽበን ማለት እዩ። ኩሉ ግዜ ቅጽበታዊ እዮም ኩሉ ኣብ ዙርያና ዘለዉ ነገራት ማለት እዩ። ኢቺጎ ኢቺጎ ኢቺኢ ዝበሃል እውን ሓደ መርሒ እውን ኣለዎ። እዚ ከዓ እዛ ህሞት እዚኣ ናይ ሕዝን ሕዝን ጥራሕ እያ። እዛ ህሞት ወይ ከዓ ናው እዛ ሞመንት እዚኣ ናይ ሕዚ እያ። በቃ ሕዚ ጥራሕ እያ ዘላ። ኣብ ትማል የላን ኣብ ጽባሕ እውን የላን ማለት እዩ። ስለዚ ኣብ ምዕራባውያን ዘለዉ ንኣብነት ናይ ህንፃታት ውፅኢታት እንድሕር ርኢናዮም መብዛሕትኡ ቀዋሚ ነገራት እዮም ዝመስሉ፣ ብዙሕ ዓመት ዝቑፀሩ እዮም፣ ዲዛይኖም ዝተፈለየ እዩ። ኣብ ጃፓን ግን ካብዚ ዝተፈለየ እዩ፣ ግዝያዊ እዮም ዝመስሉ ምክንያቱ ህይወት ግዝያዊ ሕዚ እያ ኢሎም ስለ ዝኣምኑ እዩ ይብለና ኣብዚ መፅሓፍ ማለት እዩ። ዋቢ ሳቢ ከዓ ዘይ ፍጹምነት ብምድናቕ ሓያል ሓይሊ ምፍጣር ማለት እዩ። ዘይ ፍጹምነት ክትቅበል ኣለካ ማለት እዩ። ብዮን ሪሳይለንስ እንደ ከዓ እንታይ ኣሎ ፍራጃይል ኣሎ ተሰባሪ ምዃን እዚ ከዓ ኣብ ጃፓናውያን ትዘይድለ ፀረ ኢኪጋሊ እዩ ማለት እዩ ስለዚ ኢኪጋይ ወይ ከዓ ኢጋሊ ማለት እዩ ካብኡ እንደገና ካብ ወፂኻ እንደገና ሩ ድልዱል ምዃን እዩ እዞም ክልተ ነገራት ዝእበእዚኦም ዘሊልና ካብዚኦም ክንወፅን እንተዓንደነና ኣንቲ ፍራጃይል ምዃን ኣንቲ ፍራጃይል እንታይ ማለት እዩ ተሰባሪ ዘይምዃን ማለት እዩ እዚ ከዓ ብፅዕንቶትን ብዕንወታትን ምጥንካር ማለት እዩ እዚ ከዓ እዚ እንታይ ብየንድ ካብቲ ተሰባሪ ካብቲ ጠፋኢ ምዃን ማለት እዩ ንኣብነት ኣብ ኣካላትና ናይ ዓፅሚ ስብራት እንድሕር ኣጋጢሙና ክፅግን እነነ እንተሎ ከም ብሓድሽ ኣዕሩይ ከም ዝጥንክር እዮም ሰብ ሞያ ጥዕና እውን ዝዛረቡ ማለት እዩ። ዝተሰበረ ዓፅሚ ክፅግን እንተሎ ጠንካራ እዩ ዝኸውን። እዙይ እንታይ ማለት እዩ? ኣንቲ ፍራጃይል እዙይ ካብቲ ስብራትካ ካብቲ ፅዕንቶታኻስ እቲ ፅዕንቶታኻ የጠንክረካ ማለት እዩ። እዙይ ናይ ጃፓናውያን ሓደ ባህሊ እዩ ማለት እዩ። ከመይ ዘይንስበር ደኣ ንኸውን እንድሕር ኢልና ነቕ ዘይንብል ማለት እዩ። እዙይ ከዓ እንታይ እዩ ክርኤት ሞር ኦብሽንስ ኣማራፅታት ምፍጣር ንኣብነት ካብ ደሞዝካ ወፃኢ ዝተፈላለዩ ዓይነት ስራሕቲ ሰሪሕኻ ውፅኢት ወይ ድማ ኣታዊኻ ምውሳኽ ማለት እዩ። እዚ ንኣብነት ካብዚ ከዓ ከም ናይ ባዕልኻ ቢዝነስ ክኸውን ይኽእል ማለት እዩ። ካብኡ እንደገና ንእሽተይ ሪስክ ወሲድካ እንደገና ምቕጻል ወይ ከዓ ምጥንካር እዩ። እቲ ሳልሳይ እንደገና ክሰብሩኻ ዝኽእሉ ነገራት ምውጋድ እዩ። እዚ ከዓ ሰባት ክኾኑ ይኽእሉ፣ ነገራት ክኾኑ ይኽእሉ፣ ኩነታት እውን ክኾኑ ይኽእሉ። ነዚኦም ክትቅንሶም ኣለካ ማለት እዩ። ሪሳይለንት እንደገና እዚ ሓደ እቲ ናይ መጨረሻ ናይ ደቂ ሰባት ርግዓታ እዩ ማለት እዩ። ኢኪጋሪ እንደገና ኣንቲፍራጃይል ምዃን ማለት እዩ። ኢኪጋሊ ኢኪጋይ ኣንቲ ፍራጃይል ኮንካ ምቕጻል ማለት እዩ። እዚ እንታይ ማለት እዩ? ከይተሰበርካ፣ ከይሞትካ፣ ከይተጎዳእካ ወፂእኻ ካብቲ ዝበቃ ዘሎ ናይ ምስባር ኩነታት ምቕፃል ማለት እዩ። ስለዚ ህይወት ፀገማት ዝፍትሑላ ዘይኮነስ ኩሉ ግዜ ቢዚ እትኾነላ ኩሉ ግዜ ሃለኽለኽ እትብለላ እያ ኢንድለስ እያ ህይወት ህይወት ማለት ናይ ጸገማት ውጽኢት እያ ስለዚ እዚ እንትትሪኦ ከዓ እንትባል ከዓ ማለት እዩ ስራሕ ኣሎ ተስፋ ኣሎ ፍቅሪ ኣሎ ማለት እዩ ኩሉ ግዜ እዚኦም ቀፀልቲ እዮም ስለዚ ዓሰርተ ሕግታት ኢኪጋይ እንድሕር ኢልና እንታይ እንታይ እዮም እዞም ዓሰርተ ሕግታት ሓደ እንታይ እዮም ኩሉ ግዜ ንጡፍ ምዃን ወይ ድማ ጡረታ ዘይምውፃእ እዚ እንታይ ማለት እዩ? ሓደ ሓደ ሰባት ጡረታ ክወፁ እንተለዉ በቃ ኣይቕፅሉን ድሕሪ ዝተወሰነ ግዜ ይሞቱ ወይ ድማ ወይ ሕማም ብጣዕሚ ከቢድ ዝኾነ ሕማም ይሓሙ ማለት እዩ። እዙይ ታይ ማለት እዩ? ካብ ጥሮታ ክወፁ እንተለው ምንም ዓይነት ትርጉም የብለይን፣ ስራሕ የብለይን፣ ኣብቂዐ እየ፣ በቃ ናይ ዓለም መጨረሻ በፂሐ እየ፣ ወዲኤ እየ ኢሎም ስለ ዝሓስቡ እዩ። ናብቲ ኢኪጋይ ኣይፅጉዕን ዘለዎ ማለት እዩ። ንህይወቶም ትርጉም ኣይህቡን። ስለዚ ዝኾነ ሰብ ጥሮታ ክወፅ እነ እንተሎ ወይ ድማ ካብ ዝኾነ ነገር ክግለል እንተሎ ወይ ክወፅእ እነ እንተሎ ተስፋ ክህልዎ ኣለዎ፣ ንህይወቱ ትርጉም ዘምጽእ ስራሕ ክሰርሕ ኣለዎ፣ ዝኾነ ምንቅስቓስ ክገብር ክኽእል ኣለዎ፣ ንሱ እዩ እቲ ናይ ህይወት ትርጉም ማለት እዩ። እቲ ካልኣይ እንደገና ህድእ በል፣ ህድእ ዝብል ሰብ ከዓ ብዙሕ ርሕቐት ይጓዓዝ፣ ከብድኻ እንደገና ልዕሊ ሰመንያ ፐርሰንት ኣይትምልኦዮ፣ ብፅቡቓት መሓዙት ኣዕርኽቲ እውን ተኸበብ፣ ቤስት ሜዲሲን እዩ ዝብሎ ኣብዚ መጽሓፍ እዚ ኣብ ቀጻሊ መዓት ውልደትካ እንደገና ቅርጽኻ ሓሊኻ ምጽናሕ እቲ ቀጺሉ እንደገና ሰሓቕ እዩ ኩሉ ግዜ ፍሽኽ ክትብል ኣለካ ማለት እዩ ምስ ተፈጥሮ እውን ክትተኣሳሰር ይግበእካ እዚ ምስ ከተማን ምስ ገጠርን መብዛሕትኦም ኣብ ገጠር ዝነብሩ ሰባት ኣውዚ ተጠቀምቲ ይኾኑ ማለት ምስ ተፈጥሮ ስለ ዝተኣሳሰሩ ማለት እዩ። ምስጋና ምሃብ ኩሉ ግዜ ምምስጋን ወይ ከዓ ኣመስጋኒ ምዃን ማለት እዩ። ኣብዚ ኣብ ሕዚ ምንባር ኣብዚ ሕዚ ኣብዛ ህሞት እዚኣ ሊቭ ኢን ዘ ሞመንት ዝብል መርሕ ምጥቃም እዩ። ካብኡ እቲ ናይ መጨረሻ ግና ፍሎው ዩር ኢኪጋይ እቲ ናይ መጨረሻ እቲ ኩሉ እዚ ወዲእኻ በታ ናይ ኢኪጋይ ናይ ህይወት ትርጉም ንምራሕ ይብሉ ጃፓናውያን ማለት እዩ ዩር ሚሽን ኢዝ ቱ ዲስከቨር ኢት ነቲ ናይ ኢኪጋይ ፍሒርካ ፈሊጥካ ዳህሲስካ ምርካብ ናይቲ ናይ ህይወት ትርጉም ማለት እዩ ስለዚ እዚ መፅሓፍ እዚ እዚ ኢኪጋይ ዝብል ናይ ሎምዓንቲ ዘዳለኹልኩም እዚ ይመስል ማለት እዩ ብሓፈሻ ናይዚ መጽሓፍ ትርጉም ወይ ድማ መልእኽቱ ደኣ እንታይ እዩ እንድሕር ኢልና ንህይወት ትርጉም እንተዘይሂብናያ ብላሽ ከም ዝኾነት ከዓ እንደገና ነዊሕ ዕድመ ክንነብር እንድሕር ኢልና ከዓ ንህይወት ትርጉም ዘለዎ ስራሕ ክንሰርሕ ኣለና፣ ንህይወትና ምኽንያት ናይ ምንባር ክንፈጥረላ ኣለና ማለት እዩ። እዙይ ከዓ ብዝበለፀ ከዓ ምስቲ ሕዚ ዘለናዮ ኩነታት ናይ ብዙሓት ሰባት ተስፋ ቆሪፆም ህይወቶም ዘጥፍእሉ፣ ምስ ሰባት ዝጋጨይሉ ኩነታት ኢና ዘለና። ስለዚ ንህይወትና ትርጉም ክንህብ ኣለና። እስፔሻሊ ከዓ ኣነ እንታይ እየ ኢልና ክንሓስብ ክንክእል ኣለና። ዝኾነ ነገር እንነብረሉ ንክንነብር ምክንያት ዝኾኑና ነገራት ክንፈጥር ኣለና። ዲስከቨር ክንገብር ኣለና። ምንባብ ክኸውን ይኽእል፣ ምፅሓፍ ክኸውን ይኽእል፣ ምግጣም ክኸውን ይኽእል። ዝኾነ ነገር ንክትነብር ምክንያት ዝኾነካ ነገር ምፍጣር ማለት እዩ እኪጋይ ክንብል እንተለና ማለት እዩ ስለዚ ንሕና በዚ ትርጉም እዚ ህይወትና ካብ ሕማቕ ኣውፂና ነዊሕ ዕድመ ኽንነብር ህይወት ዘለዎ ህይወት እዚ ትርጉም ዘለዎ ህይወት ስኽ ኢልካ ምንባር እንተይኮነ እውንስ ዕላማ ዘለዎ ህይወት ንካልኦት ክተርፍ ዝኽእል ነገር ሰሪሕኻ ምሕላፍ ማለት እዩ እሞ ንሎማዓንቲ ዝነበረኒ ምድላው ኣብዚ ዛዚመ ኣለኹ ንመፃኢ ብኻሊእ ዓይነት መፅሓፍ ክሳዕ ንራኸብ የቐንየለይ ነንብብ ብሓሳብ ንእመን።